ሰላም ሰላም ክቡራት ተኸታተልቲ መደብ ሲሱ ሜድያ ከመይ ቀኒኹም? ሰላምን ፅቡቕን ቀኒኹም ክትኮኑ ናይ ወትሩ ትምኒተዩ ብምቕፃል ሎማዓንቲ ካብ ካልእ ቪድዮ ተመሊሰኩም ኣለኹ ናይ ሎማዓንቲ ቪድዮና ከመይ ጌርና ኣብ ሞባይልና ዝደለናዮ ዓይነት ኣፕሊኬሽን ንዓጹ ወይ ከዓ ሰኪዩር ንገብር ማለት እዩ። ልክዕ ከምዚ ኣብዚ ስእሊ ንሪኦ ዘለና ዝደለናዮ ኣፕሊኬሽን መፍትሒ ክንዓጹ ንኽእል ንሓንቲ ገለ ዘይኮነ ዋላ ንኹሉ እውን ክንዓጽዎ ንኽእል ኢና። ተደሊና እውን ዝተወሰነ ዝተወሰነ ኣፕሊኬሽን እንዳመረጽና እውን ክንዓጹ ንኽእል ኢና። ሶ ሰናይ ምክትታል ናብቲ ሙሉእ ትሕዝቶ ናይታ ቪድዮ። ራይ እምበኣር ሕጂ ኣብዚ ኢና ንመጽእ ኣብዚ መጺእና ኣብ ሰቲን ንኸፍት። ሰቲን ምስ ከፈትና ንታሕቲ ወሪድና ኣብ ስክሪን ታይም ድብል ዘሎ ንመፅእ ኣብዚኣ ስክሪን ታይም ንኸፍት ስክሪን ታይም ምስ ከፈትና ኣብዚ ስክሪን ታይም ብጣዕሚ ብዙሕ ነገር እዩ ዘሎ ብጣዕሚ ከማ ብዙሕ ኣገዳሲ ዝኾነ ወይ ከዓ ጠቃሚ ዝኾነ ነገራት ኣሎ ካልእ መዓልቲ ተመሊስና ካልእ ቪድዮ ክንሰርሓሉ ኢና ምክንያቱ ሎሚ መዓልቲ እኩል ግዜ የብልናን ንሕጂ ግን ናይ ሎሚ ኣምፂና ደሎ መደብና እንታይ እዩ ኣብ ቴሌፎና ደሎ ኣፕሊኬሽንስ ከመይ ጌርና ንዓፅ እዩ ኣብዚ መፂና ቅድሚ ዝኾነ ምግባና መጀመርያ ዩ ስክሪን ታይም ፓስኮርድ ክንኣቲና ማለት እዩ ኣብዚኣ ትሪእዋ ኣለኹም ዩዝ ስክሪን ታይም ፓስኮርድ ኣብዚኣ መፂና ፓስኮርድ ሰት ክንገብር ኢና ሓድሽ ፓስኮርድ ኣነ ከምዚ ገይረ ሰት ገይረ ኣለኹ ሪኢንተር ስክሪን ታይም ፓስኮርድ ብለኒ ኣሎ ካልኣይ ግዜ ከእትወያ ደሰይም ክቕይራ ብለይን ሓንቲ ዓይነት ክትከውን ኣላ ምስታ ቀዳመይቲ ዝእተኹዋ ማለት እዩ ወዲያ ሕጂ ከምዚ ምስ ኣተወ ስክሪን ታይም ፓስኮርድ ይካቨር ይልካ ኣሎ እዚ ኸ እንታይ ይጠቕመና if you forget a screen time passcode you can use apple id to reset ከምዚ እቲያ ፓስኮርድ ሰት ዝገበርናያ ተረሲዕናያ ኣፕል ኣይዲ ኣብዚ ምስ ሰእተናዮ ብኡ ክንከፍቶ ንክእል ኢና ከም ካልኣይ ኣማራጺ ህበና ኣሎ ማለት እዩ ብዝኾነ ኣጋጣሚ ተረሲዕና እቲያ ናይ ስክሪን ፓስኮርድ ክንከፍታ ምስ ዘይንኽእል ብኣፕል ኣይዲ ክንከፍቶ ንኽእል ኢና ሶ ኣፕል ኣይዲ ናተይ ኣብ ዝኸውየ ጂሜል ዳኩም ከምዚኣ ጌራ ኢሜል እቲ ሕጂ ከዓ ፓስወርድ ሓተኒ ኣሎ ፓስወርድ ካብ ዝተሓተ ከእትወ ማለት እዩ ከምዚ ጌርና የእቲና ኣለና ተቐቢልና ኣሎ ማለት እዩ ኣሲ ሰት ኮይና ኣላ ሕጂ ኣብ ሰዓት እዚ ዋላት እያ ፓስኮድ ናይ ስክሪን ታይም ፓስኮድ ተረሲዕና ከማን በቲ ኣፕል ኣይዲ ኤቲና ስለደና ብኣቲና ክንከፍታ ንኽእል ኢና ከምኡ ውን እቲ ስክሪን ታይም ፓስኮርድ ክንቅይር ምስ ንደሊ ኣብዚ መጺና እዛ ቼንጅ ስክሪን ታይም ፓስኮርድ ዝብለና ዘሎ ኣብዚ ኣቲና ውን ክንቅይር ንኽእል ኢና ብዝኾነ ኣጋጣሚ ዝኾነ ሰብ እቲኣ ፓስኮርድና ምስ ዝፈልጣ ወይ ክንከፍታ ከልና ምስ ዝርእየና ኣብዚ መጺና ክንቅይራ ንኽእል ማለት እዩ እዚኣ ቼንጅ ስክሪን ፓስኮርድ ትብል ዘላ ኣቲና ክንቅይራ ንኽእል ኢና ኦኬ ሶ ሕጂ ናብቲ ኣፕሊኬሽንስ ከመየና ኢና ንኣትዎ ክንከይድ ኢና ኣብዚኣ መፂና ኣብዚኣ ኣፕ ሊሚት ትብለላ ንኣቱ ኣፕ ሊሚትስ ምስ ከፈትና ኣድ ሊሚትስ ክኣ ብለና ኣሎ ሕጂ ኣብዚ ኸ ኣድ ሊሚት ንብል ኣድ ሊሚት ምስ ኣተና ኣብዚ ኢንተር ስክሪን ፓስኮድ ብለና ኣሎ እታ ስክሪን ፓስወርድ ዓንቶ የደእተናያ ጀሚራ ኣላ ሰት ኮይና ኣላ ካብ ሕጂ ማለት እዩ ኣብዚኣ ነእቱ ፓስኮርድና የእቲና ኣለና ኣብዚ ምስ መፃና እዚ እዩ እቲ ኣፕሊኬሽን ኣብዚ እዩ ዘሎ ኣብዚ ግን ዝረኣየና ኣፕሊኬሽን የለን ከምዚ እቲ ኩሉ ኣብ ሞባይልና ንሪኦ ዓይነት ኣፕሊኬሽን ወይ ካብ ስክሪንና ንሪኦ ዓይነት ኣፕሊኬሽን ኣብዚ እቲ ናቱ ካታጎሪ ይፈላለዩ ወረሎ ጌም እንተኮይኑ ናይ ጌም ኣፕሊኬሽንስ ኣብዚ ኣቲና ንረኽቦ እቲ ናይ ሶሻል ሜዲያ ኣፕሊኬሽንስ ወይ ከዓ ሶሻል ኔትወርኪን ዝብል ዘሎ ኣብዚ መፂና ንረኽቦ ናይ ኮሚኒኬሽን ኣፕሊኬሽንስ ማለት እዩ መራኸቢ ወይ ከዓ ክንፅሕፈሉ ክንድውለሉ ንኽእል ኣፕሊኬሽን ኩሉ ኣብዚ ኣትዩሉ ኣብዛ ሶሻል ኔትወርኪን ናይ ኢንተርተይመንት መዛናጊዒ ወይ ካዓ ድኾነ ፊልሚ ሙቪ ገለ ክንሪኤሉ ንኽእል ዓይነት ኣፕሊኬሽን ኣብ ዘሎ ናይ ደርፍታት ድዩ ናይ ገለመለ ሶ ከምዚ ናገበርና ኩሉ ክንረኽቦ ንኽእል ኢና እቲያ ዝደለናያ ኣፕሊኬሽን ማለት እዩ ወይ ከዓ ንኩሉ ዓይነት ኣፕሊኬሽን ኣብ ቴሌፎንና ዘሎ ኩሉ ኣፕሊኬሽን ክንዓፅዎ ምስ እንደሊ ከዓ እዚ ኩሉ በብሓደ ምኽፋት ኣየድልየናን እዩ ወይ በብሓደ ምምራፅ ኣየድልየናን እዩ። ኣብዚኣ መፂና ኣብዚኣ ኦል ኣፕስ ኤንድ ካታጎሪስ ዝብል ኣሎ ሰሌክት ንገብር ከምዚኣ ጌርና። ሕጂ ኣብ ሞባይልና ዘሎ ኩሉ ኩሉ ዓይነት ኣፕሊኬሽን ይዕፆ ናይ ጌም ድዩ ናይ ሶሻል ኔትወርክ ድዩ ናይ ገለመለ ብዘየገድስ ኩሉ ዓይነት ኣፕሊኬሽን ኣብዚ ሰሌክት ኮይኑ ኣሎ ይዕፆ ማለት እዩ። ተራ ከምዚ ዝተወሰነ ኣፕሊኬሽን ተደሊና ከዓኒ በብሓደ እናመረፅና ማለት እዩ ከምዚ መሰንጀር፣ ዋትስኣፕ ገለ በብሓደ ኣፕሊኬሽን እናመረጽና ክንዓጹ ምስ እንደለኻ ኣብዚኣ መጺና እዚኣ ሰሌክት ዝገበርና ናይ መጀመርያ ኣንሰሌክት ክንገብራ ኣለና ኣብኣ ንደግም ንሃርም ኣብዚኣ ደጊምና ንሃርም ሽዑ እጠፍእ ማለት እዩ ሕጂ ጠፊኡ ኣሎ ብሕጂ ፍሪ ቱ ሰሌክት ኣለኻ ማለት እዩ ናጻ ኮንካ ኣለኻ ሓደ ኢልካ ክትጅምር ትኽእል ኢኻ ንስኹም ሕጂ ከም ዝበልኩም ድደለኹሞ ክትመርጹ ትኽእሉ ኢኹም ንሕጂ ግን እንታይ ክገብር ኣነ ኣብዚ ከርእየኩም እየ ኣብዚኣ ሶሻል ኔትወርኪንግ ኣትየ ከርእየኩም እየ ሶሻል ኔትወርኪንግ ማለት ከምዚ ንመራኸቢ ንጥቀመሎም ኣፕሊኬሽንስ እዩ ኣብ ዘለዉ ኩሎም በብሓደ ከምዚ ጌና ከነእቱ ንኽእል ኢና ኢንስታ ፌስቡክ ዋትስኣፕ ከምዚ ዳገበርና ትዊተር መሰንጀር እዚአን መሪፅ ኣለኹ ተለሊኻ እውን ነዚ በብሓደ ምምራፅ ዘይኮነ ንኩሉ ከእትዎ የትየን ናይ ሶሻል ኔትወርክ እንተልካ እውን ከምዚ ጌርና ኣብዚኣ ሶሻል ኔትወርክ እዚ ነጥፍኦ እሞ ዝብል ባሕሪ ድመረጽና ነጥፍኦሞ ኣብዛ ሾሻል ኔትወርኪን ትብል ለላ ኣብዚኣ ምስ ኣረምና ኩሉ ሰሌክት ኮንቴን ሾሻል ኔትወርኪን ኣፕሊኬሽንስ ኩለን ሰሌክት ኮይነን ኣለዋ ማለት ከምዚ ጌርና ክንዓጽኦ ንኽእል ኢና ክንመርፅ ተሪልና ከዓ ከምዚ ኣቐዲምኩም ዝረኣኹምዎ በብሓደ ከም ዝናገበና ነታ ድድልየና ኣፕሊኬሽን ከም ዝናገበና ንመርፅ ማለት እዩ ሰው ናይ ሕጂ ኣነ ንኩለን ክሃርመን እየ ከምዚ ጌረ ንኩለን ሰሌክቲ ጌረን ኣለኩ እዘን ሾሻል ኔትወርክ ብተወሳኺ ከምዚ ጌረ ምወደጽኩ ኣብዚ ተወሳኺ ካልእ ከኣ ካብቲ ሾሻል ኔትወርክ ወጻኢ ከኣ ኣብ ናተይ ፎቶ ኣትየ ክዓጽዎ ክፍትን እየ ክዓጽዎ እየ ክፍትን ጥራይ ኮማን ኣይኮነን ክዓጽዎ እየ ጽቡይ ጌረ ኣብ ዝመጽእ ማለት እዩ ኣብዚ ምስ ሃረምኩ ኣብዚኣ ኣላታ ፎቶ ትብል እዚኣ ፎቶ ሰሌክት ገብር ወዲኣ ኣላ ሴሌክት ኮይና ኣላ ማለት እዩ ሶ እዚን ሴሌክት ገይረ ኣለኹ ኣብዚ መፅኤ ኔክስት ብላ ኔክስት ምስ በልኩዋ ኣብዚ ኣቲስ ሓንቲ ደቂቕ ከማን ክነእቱ ኣለና ሓንቲ ደቂቕ ተዘይእቲና ከሕልፈና ኣይክእልን ናብቲ ኔክስት ስቴፕ ኣብዚ ሕጂ ሓንቲ ደቂቕ ሊሚት ንህባ ማለት እዩ ናየና ሓንቲ ደቂቕ ነእቱ ዋን ሚኒት ኤቭሪ ደይ ኢለካ ኣሎ ሓንቲ ደቂቕ ኣብ ነብሲ ወከፍ መዓልቲ እዚ መሪፅና ዘለና ኣፕሊኬሽን ክንጥቀመለን ፍቀደና ድሕሪ ሓንቲ ደቂቕ ኩለን ይዕፀዋ ማለት እዩ ኣብዚ መፂና ኣድ ንብላ ኣብዚ ላዕሊ ዘላ ኣድ ኢልና ምስ ኣእተናያ ወዲኣላ ኩሉ ኣቴና ኣለዋ ማለት እየን ድመረፅናየን ኩለን ካብዚ ንወፅእ ምስ ወፃና ኣብዚ ምስ መፃና ኣብዚ ሆም ፔጅ ተመሊስና ኣለና ረዎ ከምዚ ትሪእዎን ዘለኹም ኩለን ተዓፅየን ኣለዋ ኣብ ዘለና መሰንጀር ተዓፅዩ ኣሎ ትዊተር ተዓፅዩ ኣሎ ኢሞ ተዓፅዩ ኣሎ ዋትሳፕ ተዓፅዩ ኣሎ ኩሉ ተዓፅዩ ኣሎ ማለት እዩ ከም ዝሪኦ ኣለና ኣበሎ ፎቶ ብዝለካ ተዓፅዩ ኣሎ ብላዕሊ እንተን ፌስቡክ ተዓፅዩ ኣሎ ኢንስታ ብዚ ተዓፅዩ ኣሎ መሰጅ ኖርማል ኤስኤምኤስ መሰጅ ንፅሕፎ ከማን ኣብዚ ተዓፅዩ ኣሎ ከምዚ ገይሩ ኩሉ ተዓፅዩ ኣሎ ሶ ተዓፅዩ ማለት ቶታል ኣይንጥቀም ኢና ማለት ኣይኮነን ኣብዚኣ ሓንቲ ከይርሰዐልኩም ኣብዚ ምስ ኣተና ንኩለን እዚን ተዓፅየን ዘለዋ መጀመርያ ሰት ምስ ገበርና እንታይ ሓንቲ ደቂ ሓንቲ ደቂ ፍርላ ብዘይ ብዘይ ፓስኮት ተሓተና ንዓ መጀመርያ ከነጥፍእ ኣለና ኣብዚኣ መፂና ዋን ሞር ሚኒት ትብል ዘላ ንኩለን ንሓርመን ንሓንቲ ደቂ ይኽፈታ ማለት እዩ ከምዚ ኣየና ዋሞሚ ንኹለን ክንሃርመን ኣለና ምክንያቱ ተዲ ከማ ተደየና ካልእ ሰብ መፅኡ እዚኣ ዋንሞ ሚኒት እንተሃረመ ከፊቱ ክጥቀም ይኽእል እዩ ንኩለን ከምዚ ኣየና እተን ተዓፅየን ዝፀንሓ ኣፕሊኬሽንስ ዋን ሞር ሚኒት ንሃርም ንኹለን ማለት እዩ ምክንያቱ ፓስወርድ ኣይተሓተካ እቲ ሓንቲ ደቂ ንውስኻ ብላዕሊ ንዝኾነ ሰብ ፓስወርድ ኣይተሓቶን እያ ዝኾነ ሰብ መፅኡ ኣብኣ ክጥቀም ይኽእል እዩ ንሓንቲ ደቂቅ ማለት እዩ ተወሳክላ ከምዚኣ ጌና ንኩለን ሓንቲ ደቂቅ ተወሳኺ ንህበን እዚ ብዘይ ፓስወርድ ማለት እዩ ዝኾነ ፓስፖርት ደይሓተና ስለ ዝኾነ ድሓር ግን እቲ ሓንቲ ደቂቅ ተወሳኺት ምስ ተወደእት ኩለን እቲን ኣፕሊኬሽን ተኸፊተን ዝፀንሓና ሓንቲ ደቂቅ ከም ሓድሽ ተዓፂና ኣለዋ ምክንያቱ ሓንቲ ደቂቅ ኦቨር ኮይና ኣላ so ኣብዚ ተመሊሰን ኩለን ተዓጽየን ኣለዋ ምስ መጻና ካልኣይ ግዜ ክንከፍቶ ምስ ንደሊ እንታይ ድብለና ደሎ you have reached your limit on photo ኣብ ኩሉ ማለት እዩ ኣብ ፎቶ ጥራይ ድዩ ኮነ ድብለና ዋላ ኣብዚ ኣብ ኢንስታ ተኸፊትና እውን ከምኡ ድብለና you have reached your limit on insta እተን ድመደብናየን ደቃይቅ ነዚ ኣፕሊኬሽን እዚኣ ክንጥቀመላ ኢንስታግራም ይኹን ፎቶ ይኹን ንፌስቡክ ብዘይገድ ነተን ድመረጽናየን ነተን ክንዓጽን መሪጽናየን ደለና ኣፕሊኬሽን ዝወሰናዮ ሰዓታት ወይ ከዓ ድመደብናላ ደቂቕ ተወዲኡ ስለ ደሎ ተዓጽያ ኣላ ብለን ንሎ ከፍቶ ምስ ንደሊ ግድን ፓስኮድ ሓተና ዋላ ኣብዚ መጺና ከምዚ ኣስክ ፎር ሞር ታይም ይብለና ኣሎ ንተወሳኺ ደቂቅ ክንሓቲ ምስ ንፍትን ኣብዚ ኢንተር ስክሪን ፓስኮድ ይብለና ኣሎ ስክሪን ታይም ፓስኮድ ከዓ እቶም ንፈልጦ ንፈልጦ ኢና ንሕና ሕጂ ዋላ ሓንቲ ኣይዕፀወና ንዓና ዋላ ከም ዝተዓፅያ ተዓፅያ ማለት ኣይኮነን ምክንያቱ እቲያ ፓስኮድ ንፈልጣ ኢና እንዳእተና ከዓ ዘለናዮ ደቃይቅ ክንወስኽ ንኽእል ኢና ነቲ ሰብ ነቲ ስትሬንጀር ወይ ከዓ ነቲ ሓድሽ ሰብ መፅኡ ሳክ ቴሌፎን ኣልዒሉ ክጥቀመላ ምስ ዝፍትን ግን ከምዚኣ ተዓፅያ ክፀንሖ እያ ኣብዚ Ask for more time ወይ ከኣ ንተወሳኺ ደቂቕ ክሓትት ምስ ዝፍትን ከኣ ኣብዚ ስክሪን ታይም ፓስኮርድ ንኸእቱ ይሓቶ ኣሎ። ስክሪን ታይም ፓስኮርድ ስለ ዘይፈልጦ ከኣ ዋላ ሓንቲ ክገብር ኣይክእልን እዩ ማለት እዩ። ክኸፍታ ተደልየ ኣነ እቲ ፓስኮርድ ስለ ዝፈልጦ ኣብዚ መጽየ Ask for more time ወይ ከኣ ንተወሳኺ ደቂቕ ኢለ ኣብዚ ዝመጽእ እንታይ እዩ ዝብለን ዘሎ ኢንተር ስክሪን ታይም ፓስኮርድ ይብለን ኣሎ። ኣብዚ ኣቱ። ኣብዚ ምስ መጻኹ እቲኣ ፓስኮድ ንክኣታ ንከእትዋ ኢንፑት ትህበኒ ኣሎ ወይ ከኣ እቲ ቦታ እቲ ዳሽ ከፊትለይ ኣሎ ኣብዚኣ መጸ እቲኣ ፓስኮድ የእቱ ማለት እዩ ከምዚኣ ገይረ ፓስኮድ ምስ ኣእተኹ እንታይ ይብለኒ ኣሎ ኣፕሩቭ ፎር 50 ሚኒ ኣፕሩቭ ፎር ኣን ኣወር ኣፕሩቭ ፎር ኦል ደይ ን15 ደቂቕ ክትከፍታ ትኽእል ኢኻ ወይ ከዓ ንሓደ ሰዓት ጥራይ ወይ ከዓ ንሙሉእ መዓልቲ እውን ክትከፍቶ ትኽእል ኢኻ So ንደለኹሞ ክትመርፁ ትኽእሉ ኢኹም ንደለኹሞ ከዓ ዳኸፈትኩም ክትጥቀምሉ ትኽእሉ ኢኹም ዋላ ንዓሰርተ ሓሙሽተ ደቂ ምሽቲ ከፍታ ኣቲ ሕጂ እዚኣ ንዓሰርተ ሓሙሽተ ደቂ ከፊት እያ ኣለኹ ናይ ኢንስታግራም ማለት እዩ ካብዛ ሓጂ ሰዓት ንዓሰርተ ሓሙሽተ ደቂ ተኸፊት ኣላ ድሕሪ ዓሰርተ ሓሙሽተ ደቂ ከዓ ክትዕፆ እያ ብድሕሪኡ ዝኾነ ሰብ መፂኡ ክኸፍታ ኣይክእልን እዩ ኣነ ግን ክኸፍታ ክእል ኣነ ክሳብ ደለኹ ሰዓታት ዋላ ዓሰርተ ሓሙሽተ ደቂ ንናይ ዓሰርተ ሓሙሽተ ደቂ ንናይ ዓሰርተ ሓሙሽተ ደቂ እንዳወሰኩ ከማን ክጥቀመላ ፀገም የብለይን እታ ፓስፖርት ጥራይ ተሓተኒ ፓስፖርት ከዓ ክእቱ ክእል እየ So ከምዚኣ ጌርና ኩለንቴን ዘለናዮ ዓይነት ኣፕሊከሽን ክንዓጹ ንኽእል። ንኹሉ በብሓደ ስቴፕ ባይ ስቴፕ ፈሎው ተጌርኩሞ ሃንድረድ ፐርሰንት እዩ ሰሪሑ። ኣብ መወዳእትኡ ካልእ ተወሳኺ ሕቶ ወይ ርእይቶ ተልይኩም ኣብዚ ኣብ ኮመንት ጸሓፉለይ ከንብቦ እየ ክምልሰልኩም እየ። So ነዚኣ ትመስል ናይ ሎማዓንቲ መደብና ብጣዕሚ እየ ዘመስግን ስለቲ ምክትታልኩም። ካልእ ቪድዮ ሒዘ ክሳብ ዝምለሰኩም ሰላም ቅነ ንኹላትና።